ሰላም እግዚኣብሔር ምሳኻትኩም ይኹን ፍትዋን ስድራይ ኣብ ዝተፈላለየ እዋን ክንክደኖም ንኽእል ናይ ሓበሻ ክዳውንትን ከምኡውን ክንቅበል ከለና ንኽደኖም ጻዕዳ ክዳውንቲ ኣዝዩ ብጽፉፍን ብተመጣጣኒ ዋጋን ቀሪብናልኩም ኣለና ብፍላይ ከዓ ብእምነት ንቕሑ ኢልኩም እንድሕርዳ ደው ኢልኩም ፍሉይ ምጉዳል ዋጋ ክገብሩልኩም እዮም። ንዝያዳ ሓበሬታ በዚ ናይ ዋትሳፕ ስልኪ ቁፅርና ደዊልኩም ርኸቡና። ብድሓን ምፁ።

ጽልያ ተሪፋ ቢንቶ እኳ ክትጸድብ ክትዘልል ታሕቲ ኣፋ ወሪድና ውረድ ኢሉና ወሪድና እታ ማንኪና ኣብኣ ገዲፍናያ ናብቲ ከተማ ከይዱ ናብቲ ከተማ ምስ ከዱ ሽዑ ዋንታ ስምዑ ኢለዮ ኣቤት ወንሕናሲ ሕሰብዎ እሞ ካብ ባሕሪ ከምዚ ኢልና ወፂና ብሓይልና ዘይኮንና ብመድሃኒኣለም ሕጂ ከኣ ኣብ መሬት ረጊጽና ኣብ ዓዲ ጣልያን ዓሽራ ካይንገብር ኢልናስ ዕግርጊርና ብገዛእ ፍቃድና ክንከይድስ ከምዚ ኢልና ሕጂ ከኣ ከይነምን ክንጠፍእ መሬት ረጊጽና ኢልና ዓዲ ጣልያን ደኣ ኣርግጸና እምበር ሰተት ኢልና ኣይንኸይድን ኢና ንብላናስ ሕጂ ከኣ ከምዚ ጌርና ገለ ምስ በልኮም ሽዑ መብዛሕትኦም ብስራኤል ዝመጹ እዮም ነይሮም ጸሎት ይፈልጡ እዮም ናይ እግዚኣብሔር ኣምላኽ ውዕለት ይፈልጡ እዮም በቃ ጽሙዳት እዮም ኩሉ ይፈልጡ እዮም ሕጂ ሽዑ ንመለስ ገለገለ ብሎም። በቃ ሽዑ ድሓር ተሓደ እንታይ ብሎም በረኸት ይሽሙ ንመለስ ኢልዎ። ንመለስ በቃ እግዚኣብሔር ኣምላኽ ብደንቢ ይቃወመና ኣሎ። ስለዚ ተመሊስና ንኣምላኽ መጀመርያ ነመስግን። ክንምለስ ኣለና ገለ ኢልዎም። ኣብኣ ሓዲርና ንጽባሒቱ ንግሆ ተመሊስና ማለት እዩ። ናብታ ዝነበርናያ መዓስከር። ምስ ተመለስና ኣብታ መዓስከር ምስ ተመለስና ወርሕን እንታይ ወርሒ እንዳ ዳርጋ ሰለስተ ወርሒ ኣርባዕተ ወርሒ ኢንተርቪታት እንዳገበሩ ኮፍ ኣብሎምና ቁሊሕ ኣብዮምና ኮታ ካልእ በቃ ይጥቀምሉ እቲ ብባሕሪ መፅኦም ተባሂሎም ሲ ካልእ ናብ በዓል ሮማ ዝኸዱ ይጥቀምሉ ካበይ መፂኹም ተተባሂሎም ካብ ባህሪ ይቕበልዎ መሸጠፊ ኮይኑ ዘይጠሓሉ ዘይገለመለ ማለት እዩ ምክንያቱ እቲ ማስ ጠሊቓ ዕለት ክንደይ ገለመለ ኩሉ እቲ ሰብ ፈልጥ እዩ እቲ ቦታ ሽዑ ተጠቒምሉ ካብኡ ንሕና ኣብ ፎጃ ዝበሃል ናይ ዓዲ ጣልያን ተደርቢና ስቕ ንብል በቃ ካብኡ ድሓር እንታይ ንገብር እሞ ከምዚ ካብ ኮነ ናብ እግዚኣብሄር ኣምላኽ ንቕረብ ጸሎት ንግበር ናይ ጸሎት ቦታ ንስራሕ ይብሉ ሽዑ እቶም ካብ እስራኤል ዝመጹ ኣወዳት ናይ ጸሎት ቦታ ንስራሕ ገለ ይብሉ እቲ ሰብ ከ እዚ ኩሉ ካብ ባሕሪ ወጺኡ ጸሎት ኣይፈልጥ ከምዚ ከማይ ገለ ይንፈልጥ ሃ ኢልካ ምብላዕ ከም ሓሰማ ጥራይ ዓርበርቦ ዓይኒ ብል ዋላ ቀዳም ጣዕሽ ሚኒ ጾም ዝበሃል ሰብ ኣይፈልጥን ጽዑ ይበልዕ ከም ሓሰማ በቃ እዚኦም ኣሕዋት ማለት እዩ ጸሎት ንግበር ይብሉና እዋ ጸሎት ንግበር እወ ሕራይ ንግበር ይብሎም ሕጂ እሞ እታ ጸሎት ከመይ ጌርካ ትጽላእ ኣይፈልጣን እዩ ሕራይ ንግበር ገለብሎም እሞ እንታይ ደኣ ንግበር ኣነ ክዛረቦ እየ ነቲ ሓላፊ ይብሎ ሽዑ ንስኻ ዝዛረብዮ እወ ሓቂ ዘረባ ዝሓሽ ኣብዚ ኤውሮጳ ደቂ ኣንስትዮ ይስምዓ እየን እግዚኣብሄር ይመስገን በቃ ንዕና ይበል ገለ ኢሉ ሽዑ ምሪሑ ይወስደኒ ይወስደኒ እንግሊሽ ይኽእል እዩ ይዛረቦ ከምዚ ከምዚ ትብል ኣላ ጸሎት ክንገብር ደሊና ኩልና በቃ ጸሎት ክንገብርና ገለ ብሎ ሕጂ እንታይ ይብሎ እቲ ጻዕዳ እሞ እቲ መኽዝን ዘለኹሞ ኩሉ ሰብ ስለ ዘሎ ሰብ ክትርብሹ ኢኹም ግን ከምዚ ጽብብ ኢሉ ሓደ ገዛ ክንህበኩም ንበይንኹም ከምቲ ንመስሎም ሂብናዮም ዘለና ንዓኹም ከዓ ከምኡ ክንህበኩም ገለ ብለና ሕራይ ንብሎ ገዛ ህበና ነታ ገዛ በቃ ኣጽርየ ወላዊለ ገለመለ ስእሊ ሕጺቡ ንኣሽቱ ስእሊ ሲ ባዕሉ ናብቲ ከተማ ከይዱ ሕጺብዎ ሕጺቡ ብምልኡ ኣብ ዓብይ ቤት ረእትዩ ኮፍ ትብል ስእሊ ገይሩ ብምልኡ ብስርዕ ንመጀመርያ ናይ ስላሴ መጀመርያ ናይ ቀራንዮ ድሓር ናይ ብስነ ስርዓት በቃ ስኢሉ ተኣሽምገርዎ ኣፍልጦ ስለ ዝነበሮ ማለት እዩ። ሽዑ ዲያብሎስ ፊት ንፊት ክዋጋእ ጀሚሩ። ከምዚ እቲ ሰብሲ ባዕሉ ክዋግኦ ጀሚሩ ነቲ ቆልዓ ነቲ ወዲ እዚኣ በረኸት እዩ ዝበሃል ተቆልዓ ሕጂ በቃ ሓደ ነይሩ ዲያቆን ወዲ ስመራ እዩ እዚኦም ማሕበር እዚኦም ሲ ውግዛት እዮም ነግሳተ ብርሃን ኣብ መሰለማ ማሕበር ኣብ እስራኤል ዝነበሩ እዮም እዚኦም ማሕበር እዚኦም ሲ ውግዛት እዮም ሃይማኖት ናህናስ ወጊዝዎም እዩ ጥዑያት ኣይኮኑን ገለገለ ይብል ሕጂ ሕጂ እቲ ቆልዓ እቲ ሓውና ሓቂ ዘረባ ዝሓይሽ ውዳሰ ማርያም ጥራይ ዳኣሉ ተቢልዋ እምበሪ ወተሃደር እዩ ነይሩ ወላ እታ ውዳሰ ማርያም ጸሎት ኣብጽሑ ኢሎሞ ብዚ ቅድሚት ንዓበል በቃ ናህና ይኣመንካሉን ንሕና ምሳኻ ኢና ንስኻ ምርሓና ኢሎሞ ዋላ ተንቆል ንዓበል ምራሕ ተበልዎ ብቅድሚት ከኣ ቅዳሰ ማርያም ወላ ውትህድርናን ገለን ስለ ዝነበረ ኣጥፊእዋ እዩ ቤን ከምጻእ ትዲያቆን ድዩ መሸን ከምዚኣ ኮይኑ ቆልዓ ከምኡ እንዳበለ ነቲ ሰብ ትዲያቆን ድዩ
መን እዩ እቲ ዲያቆን ሲ ኣጥፊእዎ እዩ ነቲ ውዳሰ ማርያም ወላ ብዙሕ ግዜ እንተኣሽሙ ይገሩ ማግስቲ ኣብ ውትህድርና ገለ እዩ ነይሩ እሺ ሕጂ ነቲ ሰብ ግን እንታይ ገርዎ መሲልኳ ምእንቲ ሓቢርና ካይንጽሊ በቃ እዚኦም እንተ ኣሽሙ ይኮንን ኢሉ ሰብ ሽዑ ንዕኦም ምቕራብ ኣብዎም እቲ ዲያቆን ከዓ ክመርሕ ኣይከኣለን እቲ ሰብ ናብ ድቃሱ ተመሊሱ መሊሱ ካብኡ ካይ ዝኸዱ እዚኦም መናፍቃን እዮም ሕጂ እቲ መናፍቃን ዝብል ሓቂ ዘረባ ዝሓይሽ ኣነ ከም ዝብለካ ከዓ ወይ ኣብቲ እንተኣሽሙ እውን ዘጋጥመኒ ስለ ዝነበረ ኣብ እሱርቤት ኮለና መናፍቃን ገለ ገለ ምስ በሉ ሕጂ እንታይ እቲ መናፍቃን ኢለዮ ነቲ ዲያቆን እንታይ እንታ ዲያቆነይ እቲ መናፍቃን ማልት ከመይ ከመይ እዩ እስኪ ንገረኒ ኢለዮ መናፍቃን ማልት ደኣ በቃ ንስላሰ ዘይጥቅሱ ንመድሃኒኣለም ኣማላዲ እዩ ዝብሉ ገለመለ ኢሉ መሸም ይጠቅሰለይ እሞ እዚኦም ከምኡ ዘይብሉ ዘለዉ ይብሎ ሕጂ ኣነ ዋ እና ንስኺ እኮ ለተማርያም ሓፍተይ ስለ ዘይትፈልጢ ኢኹ እምበር ከምኡ በቃ እዚኦም ከሓድቲ እዮም ኣይትቕረብዮም ይብለኒ እዋ በለ ድሓን ኣነ ክሪኦም እየ ንቅድም ዞም ኩሎም ስእሊ ቅዱሳን ኣብዚ ኮፍ ኣቢልዎም ደኣ ኣንታ ክገብር ነዞም ስእሊ ቅዱሳን ኣብዚ ኮፍ ኣቢልዎም መናፍቃን እንተዝኸውን ገለ ብሎ ካብኡ ውዳሴ ማርያን ከዓ በብሓደ እዩ ከዓ ዘጸልየና እቲ ውዳሴ ማርያም ንሕናስ ኣይንፈልጥን ነርና ምሽ ኢለካ ግን ብትግርኛ ኣንብባ እንዳበለ ከዓ ይምህረና ከዓ ኣንብቦኦ በብሓደ እቲ ጸሎት ዝጽሊ ሰብሲ ኣንብብ ይብለካ ከምዚኣ እንዳገበረ ምሸም ዝወዲ ሓቂ ዘረባ ዝሓሽ እግሪ የትክለና ሕጂ ኣነ ኢለዮ ነቲ ዲያቆን ሴፈ ስላሴ ኣለዎ ናይ ገድለ ቅዱሳን ናይ ቅድስቲ ኣርሴማ መፅሓፍቲ ሲ ብምሉእ ኣለዎም ተሰኪሞሞ መፅኦም ዝኩሉ ባሕሪ እዚ ኣለዎም ሕጂ እንታይ ዲያቆን ሓወይ በጃ ካይትፈላልየና ብሕብረት ክንፅልሲ ንዓና ይምስኦም ወላ ንሶም የብልዎ ንስኻ ጸሎት ግበር ገለ ገለ ብሎ ኖ ኣይከውንን ይብለኒ ኣቢኒ ይኣብየኒ እቶም ማሕበር ኣየቋርፁን እዮም ሰዓት ሓሙሽተ ናይ ለይቲ ተሲኦም እዮም ጸሎት ዝገብሩ ሕጂ ኣነ ውሽዕ እንታይ ገረ ተላዒለ በቃ እቲ ናይ እንተኣሽም እንዲ ወይ ዘይምፍላጥ ነገር ኣሎ ዝኹሉ ሰብ ሓሙሽተ ሚእትን ገለን ዝኾን ህዝቢ ዝደቆሰሉስ ብር ይብል ሰዓት ኣርባዕተ ለሊት ጸሎት ጸሎት ነዚ ሰብ ኩሉ ጸሎት ጸሎት ነዚ ሰብ ብጽሎት ሕጂ ዘስብቲ ጽልልቲ ዲያብልና ወላ ኖ ጽልልቲ ኮንኩም ኩልኹም ጾም ወላ ተመስልዮም ብሃይማኖትኩም ጸልዩ ተስው ንሕና ከዓ ብሃይማኖትና ገለ ብሎ በቃ ከም ልምዲ ገይሮማ እንድሕር ጣቂዐ ተሲኦም ኮፍ እዩ

ዝጸሊ ባዕሉ ይጽሊ ዘይጽሊ ከኣ ግደፎ ገለ ኢሎም እዮም። ካብኡ ደሓር በረኸት ይብሎ ኣቤት በቃ ንሕና ንኺድ እቶም ዝጽልዩ ሰባት ይምጽኡ እቶም ዘይጽልዩ ከኣ ግደፎም በቃ ንሕና ንኺድ ንሰጉም ገለ ኢልና ሽዑ ሽዱሽተ ድና ሸውዓተ ሰብ ምስኡ ኮይና እታ ጸሎት ተጀሚራ ተጀሚራ ኣምጽኢ ቢዶ ናይ ኣባ ግርማይ ውልዕ ይውልዖ እሞ ውልዕ መሰበሉ ሕጂ እንድዐ ሓንቲ መፅያስ ከምዚ ዛር መታት ገለገለ ክብሉ ይሰምዖ ኣነ ሕጂ ሸውዓታይ ገለ ኢለዮ ከለኹ በቃ ኣጥፋየት እዮ
ኣይ መታት ዶ ዛር ደቡዳ ደልካ ገለገለ ኢላ በቃ ሽዑ ዘረባ ጀሚር ደሓር እቲ ቆልዓ ሓቂ ዘረባ ዝሓሸ ኣፍልጦ ነይርዎ እዩ ካብ ቀደም ይከታተሎም እዩ እዚ ናይ መናፍስቲ ነገር ነቂሒሉ እዩ ደሓር እ፣ ትንበል እዩ ገለ ገለ ብለኒ ኣይብለን ገለ ብሎ ሽዑ ንሶም ይቕፅሉ እቲ ቪድዮ ምስ ቀፀለ ልበይ ተሃዊኸ ሽዑ ኣነ ኣንበልቢለ በቃ እታ ጓል ክትላፋ ለብስ ኣነ ከዓ ምስኣ በቃ ልበይ ተኣሽም ኮይኑ በቃ ሽዑ እንታይ እቲ ጉራዕ ጀሚሩ ናተይ ሽዑ በታ ጎል እታ ጓል እንዳ ተላፋለፈት ኮላ ምሳ ካብኡ ደሓር በቃ ሓሚመ ኣነ ወድቕ እሶም ነቲ ቪድዮ ደው ኣቢሎም ሽዑ ማይ ድጋም ገለ መልታት ይግጭብኒ ኣልዒሎምኒ ገዛ ይኸዱ ገዛ ከይድ ተስኤ ጸሎት ከዓ ከም ቀደሙ ከዓ ይትስእ ንትስእ ንኸይድ ንጎሆ ንሸትን እቲ ጸሎት ኣይቋርፅን እዩ ብከምኡ ንፅሊ ንፅሊ ንፅሊ ስግዳን ኣሎ ስግዳን ዳርጋ ናብ ሓሙሽተ ሚእቲ ኮን ስግዳን እዮም ዘስግዱካ ዕረፍቲ ይብልካን ተንበርኪካ ጸሎት ካብ መጀመርያ ካብ ዝጅምሩ ክሳብ ዝውድኡ ሰዓት ሓሙሽተ ጀሚሮም ከባቢ ሰዓት ሸውዓተ እዮም ዝውድኡ ኣብ መሬትኻ ተንበርኪኾም እዮም ፀሎት ዝገብሩ ደው ኣይብሉን እዮም እዚ እግርኻ እዚሲ ኣነ ንባዕለይ በቃ ደው ኢሎም ኣይፅሉን እዮም ተንበርኪኾም ከምዚ ኢሎም ኣንቃዒሮም እዮም እታ ፀሎት ፅልይዋ ተንበርኪኾም እዮም ፀሎት ዝገብሩ እዚ ፀሎት ንሓንሳብ ይትስእ ንሓንሳብ ኮፍ ይብል እንታይ እሞ ክብለካ ወዮ እንተ ኣሽሙ የብለይን ልምዲ የብለይን ሓፍ ኮፍ ይብል ሱቕ በልዋ ናብታ ብሎ ይብላን ሱቕ በልዋ ጥራይ ይብሎም ቆልዓ ከምዚኣ እንዳበለ ከምዚኣ እንዳበለ መሸም ኣብ ኣምስኡ ሰለስተ ወርሕን ገለን ጸሎት ምስኡ እንተኣሽም ገብር ድሓር ለሚደዮ ለሚደዮ ንስኸ ዛር ኣለክ ብለን ዋ ታኸይደ ንስኻ ሕመምካ እንታይ ዛር ዶ ብሎ ዶ ጥራይ ትብለ ካልእ የብልካ እንዲሁ ገለገለ ብሎ ኖ ድሓር ከኣ ምስ ኢለተ ማርያም ንሓደ ጎይታ ተገዝእ ይብለኒ ዋና ክንደይ ጎይታ ትደሊ ዝግዝኣ ዘለኹ እንጀራ ዘይምፍላጥ እንዲዩ ናተይ ጸገም እንታይ ነሩ መሲልኳ በቲ ኣምለኽ ኣምለኽ ይብል ናይ ቁዱስ ሚካኤል ጸበል ይገብር ነረ ኣብኡ ከሎ ሕጂ ምስኡ ከ እንታይ ገብር ከኣ ቡን ከኣ ይፍልሕ ትብል እኮ ኣነ ይሰትዮን ግን በቃ ቡን ኣፍሊሐ ነቶም ኣብኡ ዘለዉ ህቦም ረእዮ ፍተዋስ ዕውር ይእተዋ ዝበሃል ምስል ኣሎ እዚ ቆልዓ ሽዑ ቡን ሓጢኣት እዩ ቡን ሕማቕ ይብለን ንቅዱስ ሚካኤል ኣይኮንኩን ትስውእሉ ዘለኺ እዚ ቡን እዚ ዝኽሪ ናይ ቅዱስ ሚካኤል ኣይኮነን ናይ ሸይጣን ይብለን ዋ ኣንታ በረኸት ስነ ስርዓት እንደግበር ኣነ ንሱም ባቃ ሽዑ ምስኡ ምትህላኽ ጀሚረኣን ዋ እንታይ ከመይ ጌርካ ወለድና ዘስሕና ቡን ከመይ ጌርካ ቡን ንስኻ ሓጢኣት እዩ ትብሎ ሓጢኣት እዩ እኮ ብለክ ኣለኹ በቃ ንስኺ እታ ሕምባሻ ጥራይ ቁረሲ ምስኣ ከዓ ዝኾነ ኳኳ ገለመለ ፅሟቕ ግበርላ ንሳ ትኣኽለኪ ኣብለኒ እቴም ኣብኡ ፀሎት ዘይፈልጡ ገለ ዘለዉ ከዓ ንሱ እዩ ድሌቶም ምክንያቱ ቡን ክትገብረሎም ምስኡ ጓይላ ገብሩ ተሓዋወሰ በቃ እቲ ህይወት ተሓፂሩስ ሓቂ ንክልተ ጉይተ ተምልኽ ኣለኺ ገለ ክብለኒ ማለት እዩ ኣብ መጠረሻ ኣነ ንሱን ከምዚ ንኾኑ በቃ ተኣሽሙ ኮይኑ ሽዑ ከምኡ እንዳበልኩ ከለኹ እንታይ ይብል ቅዱስ ሚካኤል ቅዱስ ሚካኤል ኣብ ሮማ ነይሩ ታቦቱ ማለት ባይኮነን ሽዑ ከምኡ እንዳበልኩ ምስቲ ቆልዓ ከለኹ ቅድሚ ንሮማ ምክያደይ ኣባት ነፍሲ ይሕዝ ኣባት ነፍሲ ብቴሌፎን ኣብ ኣብ ካርቱም ኣብ ካርቱም ዝነበሩ ኣባት ነፍሲ ሕዝ ምክንያቱ ሰብ የብልናን ንፈልጦ ሰብ የብልናን ሓደ ሓውና ነይሩ ድውል ኣቢለ ኣባት ነፍሲ ደል የብሎ ኣባት ነፍሲ ደል የብሎ ኣባት ነፍሲ የትሕዘኒ ባት ነፍሱ ዝነበረ ይህበኒ ዓብ ኣቦ በዓል ጸጋ በፂሖም ንሓቂ ዘረባ ዝሓይሽ እዞም ኣቦ ሽዑ ምስኦም ኩሉ ይነግሮም ከምዚ ኮይኑ ከምዚ ኮይኑ ከምዚ ኮይኑ ኢሎም ኩሉ ይነግር በቃ ሽዑ ቆነና ሂቡኒ ቆነና ሂቦምኒ እዛ ጓለ ኢሎምኒ ኣቤት ኣምላኽ መዓስ ወስደካ ኣይፍለጥን ስለዚ ጨብደራ ዝበሃል ክጭብደር ኢኺ ምክንያቱ ብዘይ ኣመንቲ ኢኺ ነርኪ ገለ ኢሎም መሻም ኩሉ ይነግሩኒ ንስሃ ይህቡኒ ተኣሽሙ ስግደት ይህቡኒ በቃ ኣብ በረኻ እየ ዝኸይድ ኣብ በረኻ ከይድ እታ ስእሊ ንሱ ዘሕፀባ ስእሊ ሒዘ ሰብ ዘይብለይ ነታ ንሱ ነርዎ እዩ እዚ መፅሓፍ ቅዱስ ነይርዎ እዩ መፅሓፍ ቅዱስ እዚ ናይ እንተኣሽሙ ከዓ ገዚኡ ከዓ ህበና እዚ ሽዱሽተ ሚእትን ስሳን ሽዱሽተን ምሽ ኣሎ እዚ መፅሓፍ ኣብ ዓዲ ጣልያን ንብምሉእ ናብኡ ዝነበርና መፅሓፍ ቅዱስ ገዚኡ ሂብና ንሱ ባዕሉ እቲ በረኻ ዝብለካ ዘሎ በቃ ነዛ መፅሓፍ ቅዱስ ሒዘያ በረኻ ኸይድ እወ ስሳን ሓደን ሳን ሓደን እዚ መፅሓፍ ናይ እንተኣስም ዘሎ ማለት እዩ ሰመናይ ሓደን ዘይኮነ ንሳ ሂበኒ እሞ እወ ካብ ጌጋ እዩ እንታይ ፈልጦ ኢልካኒ ኢኻ ይቕረይታ ንተዓዘብትኻ ሕማቕ ነገር ከይሕልፍ ሕጂ ንስ ሂበኒ እሞ ንዓ ሒዘ ነታ መፅሓፍ ሒዘ በረኻ ከይድ ኣብ በረኻ ይውዕል ኣይረኽቡንን እዮም ወላ ሓደ ሰብ እዩ ዘይረኽበኒ ኣብ በረኻ ምሉእ መዓልቲ ይውዕል ኣብታ ግዜ ጸሎት ተኣኽለላ ይመጽእ ወላ እቲ መግቢ ተወዲኡ ይጸንሐኒ ኣብ ናብቲ መግቢ ገጸይካ ኣይከይድን እዩ ኣይከይድን ቁሊሕ ኢለ ይሪኦን ምክንያቱ ባኒ እዮም ባኒ እየ ዝበልዕ ጥራይ ባንን እዚ ማይ ገረ እስተትያ ባኒ ማሉ ምንቱ ርእሶም ካብታ ዘምፅዋ ባኒ ሓንቲ እንተሂቦም ንሳ ተኣኽለኒ ወዲኦ ኣለኩ ሕጂ ከምዚ እንዳገበርኩ መሸም ንስሐይ ወዲኤ የብሎም ሽዑ እንታይ ይብሉኒ ናብ ቤተክርስትያን ዘለዎ ቦታ ክትከድ እሞ ጨብደር ክጭብድሩኺ ኣቦታት ክትረኽቢ ይብሉኒ ሕራ ይብሎም ኣይረኸብኩን ኣብኡ ፀኒሐ ንስሐይ ወዲኤ በቃ እንዳሰጎድኩ ምስኡ ሽዑ እቲ መንፈስ ንስሓ ውፅድ መሰበልኩት መንፈስ ተኣሲሩ መንፈስ ተኣሲሩ እንዳ ሰገድና ኮለና በቃ እቲ መንፈስ ሽዑ ክዛረብ ጀሚሩ ኣነ ኣነ ይብል ባቃ ውሽጢ ኣብ ውሽጢ ልበይ ኮይኑስ ኣነ ይብል።
ብኣፍኪ ኣይወጽን እዩ ግን ብልብኺ ጥራሕ እዩ ዘሎ። ኣብኡ መጠረሽታ ስገዲ ደሓን እወ ስገዲ ጸገም የብሉን ስገዲ ንሕና ሓንቲ ንገብረና ዓቅሚ የብልናን ኢግዛኣብሄር ይገስጾ ባቃ ኣይትንኩፍኻን እዮም ኢግዛኣብሄር ይገስጾ ወላ ሓደ ወላ ወዲቀሲ ብፍጹም እዮም ባቃ ማይ ድጋም ጥራይ እዮም ዘፍስሉካ እምበር ቅርብ ኣይብሉኻን እዮም። ካብኡ ከምዚኣ ገሮም መሾም ዘም ቆልዑ ብኣ ተኣሲሩት መንፈስ ክሳተ ብርሃን ኣብ ነሰላማ ይኣስሮ ኣብ ናይ ክሳተ ብርሃን ኣብ ዓመቱ ማለት እዩ ተኣሲሩ ኣምዚኣ እንዳቆፀልኩ ከለኹ ሽዑ ንሮማ ተፀዊዐ ከይድ ቅዱስ ሚካኤል ኢለ ሽዑ ቅዱስ ሚካኤል ኣቦይ ንዓይ ትፈትወኒ እንተኾንካ ናብታ ናትካ ታቦት ወሰደኒ በቃ በቃ ከምቲ ኣብ በዓል ኤርትራ ኣብ በዓል ካርቱም ረጊጸካ ዝመጻኹሲ ሕጂ እስቲ ናብ ታቦትካ ውሰድኒ በቃ ኢለ ኣይደንጎኹን ኣብ ሰሙና ተጸዊዕና ነተን ደቂ ኣንስትዮ ጥራይ ፍልይ ኣቢሎም ንሮማ ወሲዶምና ሽዑ ንሮማ ወሲዶምና ኣብ ሮማ ሽዑ እንታይ እሞ ክብለካ እየ ዳርጋ ሸውዓተ ሚእቲ ዝኸውን ህዝቢ እዩ ጸኒሕና መዛሙራን ጥራይ እዚ ስኢሉ በቃ እቲ ሰብ በቃ ብሰነ ስርዓት እዩ ዝመሃር ዳዕ ኢሉ መዝሙሩ ዶ ክትብል ስብከቱ ዶ ክትብል በተክርስትያን ኣለዎ ናይ ባዕሉ ናይ ቅዱስ ሚካኤል ኣለም ዝኾነ ህዝቢ ይጸንሐኑ። በቃ ሽዑ ተሓጒሰ ልበይ በቃ እንዳረኣኽዋ ሽዑ ተሓጒሰ ትኽ ኢለ ናብታ መዝሙር ኣትየ ሽዑ ናብቲ ናይ ቤተ ኣገልግሎት ናይ ቤት ትምህርቲ ሰንበት ኣትየ ኣትየ ኣብኡ ከገልግል ጀሚረ ካብኡ ቁሩብ ትለይ ርሕቕ ኢልካ እዩ ነይሩ ካብ ዝነብርናይ ካብቲ ርእሲ ከተማ ርሕቕ ኢልካ እዩ ነይሩ እቲ ቤተክርስትያን ሽዑ ናብቲ ቤተክርስትያን ክመላ ሕጂ ኣብኡ ማለት ኩሉ ካህን ሕጂ ንኩሎም ከምዚ ከምዚ ክብሎም ኣይክእልን እየ ግን ኩሎም ኣቦታት ከዓ ከምኡ ማለት ኣይኮነን ግን ኣብኡ ሽዑ ንዓይ በቲ ዝገበርኒ ተመቦ ብእውነት ሕጂ ክሳብ ሕጂ ቤተክርስትያን የምሃለኹ በቲ ዝገበርኒ ተመቦ ማለት እዩ ሕጂ ከይዲ እሞ ኣብ ይብሎም ኣብየት እሕዋትና ዝሞት ኣለዎ ኣብ ባሕሪ እሞ ፍትሓት ክንገብረሎም ድሓር ከኣ ንዓይ ከኣሲ ኣባት ነብሰይ ኣብ ካርቱም እዮም ዘለዉ ግን ቀሺ ርኸብ እሞ እቲ ቀሺ ራ ኣራኽብኒ እሞ እዚ እንተ ኣሽሙ ክህቡኹ ኢሎምኒ ሕጂ ከራኽበኩም ስም ኣባት ነብሰይ ይብሎም ጨደራ ጨደር ክትገብሩለይ ይብሎም ነቲ ኢሎምኒ ሓምሳ ቀሺ ኢሎምኒ ነቲ ነቶም ኣብ ባሕር ዝሞቱ ከኣ ንሓደ ትንፋስ በብሓምሳኹም ተፍትሕዎም ኢሎምና ኣብዮምና ማለት እዩ
ሕጂ እዚ ናይ ባዕሎም እቶም ኣመሓደርቲ ናይ ቤተክርስትያን እንዲኦም ከም ዝብሉ ዘለዉ ወይስ እወ እቶም ኣቦ እቶም ኣቦ እቲ ናይ ቅዱስ ሚካኤል ኣመሓዳሪ ናይ ናይ ሮማ ኣብቲ ግዜ እቲ ዝነበሩ ሕጂስ እኳ የለውን ተቐይሮም ኢሎሞም ኣብ ናብዚ ዓዲ ኣነ ምስ ኣተኹ ተቐይሮም ካብኡ ወፂኦም ገለ ኢሎሞም ከምኡ ኢሎም ንቶም ኣቦ ሕጂ ኣነ ኣቦ ኢለዮም ንስኹምሰ ቤተ ክርስቲያንሲ ንሕና ብባሕሪ መፂና ሳንቲም ዘይብልናስ ካበይ ኢና እሞ ገንዘብ ክንከፍለኩም ክንከፍለኩም ኣይንኽእልና ግን ቤተ ክርስቲያን ጉባኣ እንዲ ፍትሓት ክትገብር ድሓር ካብ ንዓይ ከኣሲ እንታይ ገንዘብ ደሊኹም ኹም ገንዘብ ትብሉ ካበይ ከምፀልኩም ገንዘብ ኢለ ትገብሪ ትገብሪ ኣይትገብርን ከዓ ኪዲ ውፅ ኢሎምኒ ኪዲ ግደፍዮ ግዴታ ኢሉ ዝብለኪ ሰብ እኮ የለን ኢሎምኒ በቃ ድሓን ግደፍዎ ገለ ኢልና እቲኦም ኣብኡ ዝነበሩ ኣሕዋት እውን ግደፍዎ ኢልና ኩልና እተን ኣብኣ ዝነበርና ደቂ ኣንስትዮ ኢና ነርና ዓሰርተ ክልተ ገለ ደቂ ኣንስትዮ ነርና ገዲፍናዮም ወፂና ሽምዓና ንጉሆ ከይድና ኣብታ ቤተክርስትያን ፍትሓት ግበሩልና ኢልና ምስ ኣበይና ብምሉእ እቲ ቤተክርስትያን ቅድሚ ሰብ ከይድና ብምሉእ ሽምዓ ወሊዕና እቲ ሰብካ ይመፅእ መዓት ሽምዓ ነታ ቤተክርስትያን ዘሎ ዝኾነ ሽምዓታት ብምሉእ ወሊዕና ጸሎት ገይሮም ቅዳሴ ቀዲሶም ኣብቲ ጸሎት ከማን ኣይዘከርዎም ንገርመካ በቃ ወላ ሓደ እግዚኣብሔር ኣሎ ባዕሉ ኢልና ንዓይ ኣብዮምኒ ነቶም ሕዋትና ፍትሓት ኣይገበሩልናን ንሮማ ተመሊስና ንሮማ ምስ ተመለስና እግዚኣብሔር ክብሪ ኩኖ እቲም ኣብኡ ዘገልግሉ ዝነበሩ ስደተኛታት ከማና ብባሕሪ ዝመፁ ካህናት ይኹኑ ዲያቆናት ከም ብሓዱሽ ንሶም ኣብኡ ብዕሊ ፍትሓት ገይሮምሎም ኣብቲ ዝነበርናዮ እንተኣሹ ማለት እዩ እሳቶም ጸሎት ጌሮምሎም ኩሉ ጸሎታት ጌሮም በቃ ብዕሊ ምሳና ውዒሎም ኣጻናኒዖምና እግዚኣብሔር ክብሩ ኩኖ ማለት እዩ ምሳና ነቢዖም ምሳና በኽዮም በቃ ድሕርጂ ሓዘን ኣይደልን ዘን ሕዋትና ገለ ኢሎም ኣጻናኒዖምና ማለት እዩ ሕጂ እዞም ኣቦ ከምዚ ጌሮም ንዓይ ማለት እዩ ሽዑ ነቶም ኣባት ነብሰይ ድውል ኣቢለ ከምዚ ከምዚ ኮይኑ ገንዘብ ኢሎምኒ ኢለ ተጸሊሎም ሽዑ እቶም ኣባት ነብሲ ናይ ምንታይ ገንዘብ ኢሎምኒ እንድዒ ገንዘብ ኢሎምኒ እሞ ኣነ ታኽ ግብሪ ሓምሳ ቅርሺ ክፈል ኢሎምኒ ነቲ ናይ እንተ ኣሽሙስ ሓምሳ ቅርሺ ኢሎም ነቲ ናይ ጨደራ ኢሎምኒ እወ ግደፍዮ ጸገም የብሉ ጸሎት እያ ኣበይ ንክገዛ ኩኒ እታ መጽሓፍ ኣብዚኣ ኣላ ከንብባ እየ ንስኻ ኣብኣ ኩኒ እግዚኣብሔር ክሳብ ዘበኣን እዚኣ ኮይነ ክገብረልኪ እየ ኢሎም ነታ መጽሓፍ ኣንቢቦም ኣብኣ ኮይኖም እታ ማይ ድጋም ትሓጸብ እያ ኢሎም ከምዚኣ ገሮም ንማይ እቲ ካርቶን ኮይኖም ከምዚ ግን ኣይግበርን እዩ ነሩ በተክርስትያን ጠቅላላ ጽቡቅ ኣይኮነን ግን ዝግበር ነገር የለን ዛጓለይ ክሳብቲ እግዚኣብሔር ፈቂዱልክ ናብ ቦታክ በተክርስትያን ተገልግሉሉ ክሳብ ትኣትዊ ኣነ ገረልክ ኣለኹ እግዚኣብሔር ከኣ ኣብ ኩሉ ኣሎ ጸገም የብሉን ኢሎም ዘመቦ ማለት ይኹን ገሮምኒ ክገርመካ ሽዑ ልበይ እንተኣሽሙ ኮይኑ ወላ ናብቲ ቤተክርስትያን እንተኾድኩሲ ልበይ ፋሲጉ እምነት የብለይን ብእምነት ድልድልቲ ኮንኩን በቃ ንቅዱስ ሚካኤል ብልበይ ጽበይ ነበርኩስ ኣብ ልበይሲ በቃ እንተኣሽሙ ኮይኑ ኣብኡ ክሪኦም ክሪኦም ነቶም ካህን ክቁድሱ ገለ መለስ በቃ እንታይ ሽሙ ኸውን ሕማቅ በቃ ናብ ሓጢኣት ገለ ቃስ እንታይ ሕጂ ሲቅዱሱ ኣለዉ ማለት ድዩ ከምዚ ገሮም ሰብ እንዳባረሩ ገለ ዝዓይነቱ በቃ ክፉእ ሓሳብ ኣብ ልበይ በቃ ሰይጣን ሲሰብሑ በቃ ረኺቡ ማለት እዋ ሰይጣን ብጣዕሚ ስርሑ ጠቢብ እዩ ማለት ብፍላይ ከዓ ኣብ ኣገልገልቲ ከምዚ ዓይነት ነገር ከጋጥም ከብል ከሎ ናብቲ ቤተክርስትያን ክትከይድ ከለኻ ኣድህቦኻ ናብቲ ቅዳሴ ናብቲ ዝማሬ ናብቲ ውዳሴ ናብቲ ኣምልኮ ንኸይትገብር እቲ ስራሕ ናቶም ዝገበርዎ እንዳርኣየ እስኺ ክትሓምዮ ማለት እዩ ብልብኺ ትሓምዮም ኣለኽ ማለት እዩ ብልብኺ ትሓምዮም ትፃረፍዮም በቃ ኦረዲስ ሰይጣን ዝስርሑ ሰሪሑ ኣሎ ማለት እዩ እታ ጉዳይኪ ምስ እግዚኣብሔር Yeah. ከይተራኸብክስ እሞ ከኣ ኣብ ቤት እግዚኣብሔር ኮንኪ ከኣ ናይቲ ሰብስ ሓጢኣት ከኣ እንዳረኣኽሲ ተ- ተ- ወይ ከኣ ሓጢኣት ዘይኮነ ወይ ከኣ ክፍኣት ክትብሎ ትኽእሊ ኢኺ እ፣ ያ ሓሳብክሲ ኣብ ካልእ ተሰሪቑ ኣሎ ማለት እዩ ብተመስጦ እ፣ ኮይንክስ ንእግዚኣብሔር ምስ እግዚኣብሔር ተራኺብካ ኣይትም- ኣይትምለስን ኢኻ ከምዚ ዓይነት ከጋጥመና ከሎ ኩሉ ግዜ ንምንታይ መሲልኪ ኣይትፍረድ ከይትፍረድ ዝበሃል ነገር ምክንያቱም ኣነ ምናልባት ሎሚ ሓጢኣት ክሰርሕ ተረኣኸኒ ንዓይ ምናልባት ገዛይ ምስ ኣተኹ ገዛይ ተጣዒሰ ንእግዚኣብሄር ይቕረ ኢለ ሓቲተ ክኸውን ይኽእል እየ ኣይትፈልጥን ይክስኺ ስኺ ዘይትፈልጥዮ ተናስሐሉ ይቕሬታ ንእግዚኣብሄር ሓቲተሉ ክኸውን ይኽእል እየ ማለት እዩ ስለዚ ኣባይ ክትፈርድ ኣይትኽእልን ኢኺ ማለት እዩ ኦረዲ ምሕረት ሓቲተ እየ ነቲ ዝገበርክዎ ሓጢኣት በደለይሲ ንእግዚኣብሄርሲ ተናሲሑለይ ማለት እዩ ንከምዚ እዩ ሕጂ ኣይትፈልጥን ትኸውን እዩ ምናልባት ዝተዛረብዎ ሳቶም ዝተዛረብዎ ብዝገበርዎ ነገር ተጣዒሶም ክኾኑ ይኽእሉ እዩ ብካልእ ወገን ዋላ ብካልእ ዋላ ዝበደለካ ሰብ ንኹን ወይ ክብድል ከሎ ወይ ገለ ክሰርቕ ከሎ ወይ ክዝም ከሎ ዝረእኻዮ ሰብ ዋላ በልዮ ማለት እዩ ልክዕ ከምኡ እዩ ማለት እዩ ተናሲሑ ክኸውን ይኸእል እዩ። ንስኺ ግን በቲ እስኺ ዝረኣኽዮ ኢኺ ክትፈርዲ ትኸእሊ። እዚ ኸኣ ናብ ምንታይ እዩ ዘእትወኪ ንዓኺ? ናብ ፍርዲ የእትወኪ ኣሎ ማለት እዩ። ናብ ጌጋ የእትወኪ ኣሎ ማለት እዩ። ግን ኣይግበርን እዩ ያ ከምዚ ዓይነት እህ፣ ነገር ጽድቂ ካይትወርስ በቃ ኦኬ ሓሳብ ከይስሕተኪ እዩ ማለት እዩ እና ክጥቀቕ ይግባእ ትኽክል ነቲ ሰብ ነቲ ሰብ ዘይኮነ ነቲ ካህን ወይ ነቲ ዲያቆን ወይ ነቲ ዘማሪ ወይ ናብቲ ኣብ ቤተክርስትያን ዘገልግል ዘሎ ደልየና ዘይኮነ እ፣ ምንም ምንም ተኣ ዝኾነ ዋላ ካህን እ፣ እን- ዝኣበሰ ተኣበሰ ማለት እዩ እታ መስቀል ክህነቱ ግን እታ መስቀል ያ ክህነቱ ግን ህያው እያ ትሰርሕ እያ ማለት እዩ ተረዲእክኒ ባሪታስ ትፈትሓ ተኣስረ ማለት እዩ ብግብሩ ግን እግዚኣብሔር ይሓቶ ብግብሩ እግዚኣብሔር ሃቶ እታ ስልጣን ዝተዋሃቶ ግን ካብ እግዚኣብሔር ስለዝኮነት እግዚኣብሔር ብዝሃቦ ስልጣን ስለዝኮነ ስለዝሰርሕ እታ ስልጣን እታ መስቀሉ ተሰርሐ ትውግዝ እያ ባሪኻ በረኸት ናይ ተውህብ ብሓቂ
እቲ ዝገበሮ ሓጢኣት ግን ናይ ብውልቁ ብሓቂ እግዚኣብሔር እግዚኣብሔር እያ ይሓቶም ንሱ ንዓና ንዓና ዝምልከት ኣይኮነን ተተናሲሕሉ ንዑ ንህይወቱ እዩ ተዘይተናሲሕሉ ከዓ እግዚኣብሔር ኣብ መወዳእታ ፍርዱ ን እግዚኣብሔር ዝህቦ እዩ ንሕና ታትግባኣና ግን ኣብ ቤተክርስትያን መፂእና ጉዳይና ገይርና ንእግዚኣብሔር ምስ እግዚኣብሔርን ንእግዚኣብሔር ረኪብና ብዝተካኣለና መጠት ከምዚ ዓይነት ሓሳባት ክመፀና ካሉ ብስም ስላሴ እግዚኣብሔር የግንሕካ ኬት ሰይጣን ካባይ ርሓቅ እንዳበልና ክንቃወሞ ይግባኣና ዩ ማለት እዩ
ትክክል እዘይ ኢለ እንድዩ እቲ መንፈሳውነት እኮ ኣይተፀገበን እኮ ለጋና ድልየት እዩ ደኣ ዘብዘብ ዘብለና ዘሎ እምበር ግን እቲ ናይ መንፈሳውነት ዕቤት ሲ ኣይተበፅሐን ጋና ኣይተተንከፈን ሕጂ በቃ ነዞም ኣቦ በቃ ንምንታይ ከምዚ ይብሉኒ ገለገለ ኢለ በቃ ኩፉእ ሓሳብ ኣብ ሓንጎለይ ሽዑ ክመፀኒ ምስ ጀመረ ካብኡ እንታይ ገረቲ ካምቢ ናተይ ስእሊ ሕፂበ ስእሊ ቅዱሳን ልክዕ ከምታ ዝሓውና ዘርኣይኒ ከምኣ ስእሊ ቅዱሳን ሕፂበ ልክዕ ኣብታ መዳቑሶ ናተይ ተኣሽሙ ገሪኦ በቃ ልክዕ ከምታ ንሱ ዘርኣይኒ ገረ ስእሊ ቅዱሳን ሰሪሐ ኣብኡ ሽዑ ንድያብሎስ በቃ ፊት ንፊት ተቃሽሙ ኮይኑ ስግደት ኮይኑ ሽዑ ኣብኡ ክከራኸሮ ምስ ጀመርኩ እቲ ናቶም ዋላ እውን ስብከት ዝሰብኩ ካብኡ እውን ሓቂ ዘረባ ዝሓሽ ብግብሪ እዩ እንተቃሽሙ ዝገብረካ እቶም ኣብኡ ዝሰብኩ ኣሕዋት ካብኡ እንዳጎደፍኮ እንዳጎደፍኮ እቲ ኣብቶም ኣቦ ዝነበረ ክፉእ ነገር ሓሳብ ድሓር ሽዑ እንታይ ክብል ጀሚረ ከላ ማለት ሰብ ኮይኖም እንዳ ኣሎ ዋላ ውን ከኣ ከምኡ ከኣ ክኸውን ይኽእል ይኸውን ምኽንያቱ ኣነ እየ ገንዘብ ዘይብለይ ኢለ ተቢለ እምበሪ ክኸውን ዋላ ክኽእል ይኸውን ገለ ኢለ በቃ ሽዑ ንነብሰይ እንተ ኣሽሙ ጌረያ ካብ ሕማቕ ሓሳብሲ ኣድሒነያ ካብኡ በቃ ኣብኡ ይሰግድ ኣብኡ ይጽሊ ትሽዓተ ወርሒ ኮፍ ኢለው ኣብ ሮማ ማለት ከም ዝብለካ ጉባኤ ይኸይድ ሙሉእ መዓልትኻ ክትውድስ ትውዕል፣ ክትዝምር ትውዕል፣ ክትብል ትውዕል፣ ክትሽብሽብ ትውዕል፣ በቃ ቢዚ ኢኻ ወላ ሓደ ነገርሲ ትጥቀሞ ኢንተርኔት የብልካ ገለ ይብልካ ንስኻን ጸሎትካን ጥራይ ኢኻ በቃ ሙሉእ መዓልቲ ትሽዓተ ወርሒ በኣ ኮፍ ይብል ኣብ ታሽዓይ ወርሐይ ይጽዋዕ ቀዳመይቲ ኣነ ይጽዋዕ ሽዑ ኣጋጣሚ መግቢ ነይሩስ ሕጂ ኣለልዮምን እዮም ወላ ንሶም ኣብኡ እሲ ዝኾነ ኮፍ ኢለ ገለ ይበልዕ እንየ ባንን ማይን ጥራይ ሒዘ ዝወጽእ ሕጂ እንታይ ይብለኒ ንዒ ንዒ ይብለኒ እቲ ጻዕዳ ሕጂ ኸዶ ኩስኺ ክደ ባኒ ይብለኒ ንዒ ክለኒ ሒዘ ገለ ብላዕ ንኻ ኩሉ ግዜ ድኺ ማይ ሒዝኪ ትኸዲ ማይ እንታይ ክገብረልኪ ይብለኒ ነይ ድሓን በቃ ንሱ እዩ ጸገም የብሉን ገለልዮ ኣብ ገዛ ከኣ ምስራሕ ከኣ ኣይፍቀድን እዩ ኣይትሰርሕን ኢኻ ሕጂ ይኸይድ እሞ ፅዋዕ ኣቢሉ ሽዑ መፂኡ ሓደ ተፀዊዕኺ ኣለኺ ይብለኒ ሕጂ ኣነ ማለትሲ ከምኡ ገርካ ዝንገር ገለስ ስኢሎም እዮም ካብቲ እንታይ እዮም ሪኦምለይ እንድዒ መፂኦም ነጊሮምን እምበር ጋና እቲ ሰብ ብፃዋዒት እዩ እኮ ዝንገር ግን ምፅእ ኢሉ ተፀዊዑ ክለኽ ኢሉኒ እዋ እንታይ ተፀዊዑ ክለኽ ኢልካ ዘረባ ገለ ኢለ ንገዛይ ድይብ እሞ ገዛ ምስ ኣተኹ ሽዑ ትኽ ኢለ ኣቐምጥ ኣቢለ ነተንባሊ ናብ ፀሎት ኣትየ እዋ መድሃኒ ኣለም ኣበይ ንዓኻ ጥዑይ ገይረ ካብ ሸብሸብኩልካ ካብ ዘመርኩልካስ ካብዚ ከተውፅኣኒ ወረ ኣሎ ኣክንዲ ከይደ ዝበልት እንታይ ክትገብር ተውፅኣኒ ኣለኻ ኢለ ዘይዘመርኩ ከምዚ ዘይበልኩ ጥዑይ ገረ ዘይተለማመድኩ ገለ ኢለ በቃ ጸሎት ይገብር ድሓር ሓንቲ ቆልዓ ትመጽእ ምሳይ ዝነበረት ጓል ገዛይ መምሒ ኣንቲ እንታይ ኣሰርሐ ኣለኻ ትብለኒ ኣንቲ ስቕ በለ እስኪ ጸሎት ይገብር ኣለኹ ገለ ብላ ተጸዊዕና ትብለኒ ኦይ ንስኹም ተጸዊዕኽን ተሓጒስክን ኣለኽን ኣነ ከዓ ጉሄ ኣለኹ በቃ ንብዓኩ ጉሄ ጉሄ በቃ ከምዚ እቲ ሰብ እንዳ ተሓጎሰ ገለመለ እንኳ ሓጎሰክን ገለ እንዳበለና ኣነ በቃ ከምዚ ሕዝንቲ ኮይኑ ኣይተ ፅቡቅ ኣይተሰማዕን እቲ መንፈሳዊ ካብኡ በየ ድህነት ደሊኽዮ ነርኪ ኢኺ እቲ ምዝማር እቲ ቃል እወ እግዚኣብሔር ኩሉ ጌርኪ ክትማሃርዮ ደሊኺ ብሂኪ ነርክን እወ ደልየ እወ እቲ ማለትሲ ክጅምሮ ከለኹ እየ ወፂ ሕጂ እቲ ምስጢረ ስላሰ ተጀሚሩ ብስሩዕ በቃ እቲ ትምህርቲ ሃይማኖት ሲ ተጀሚሩ ግን ጅምር ከብሎ ግዲፈ በቃ ሽዑ ሓዚነ ገለ ናይ ብሓቂ ሓዚነ በቃ ቅዱስ ሚካኤል ኣቦይ ንዓኻ ካይ ስመርኩ ንዓኻ ካይ ዘመርኩ ናይ ኣምላክ ሓንቲ መዓልቲ ካይመስጎንኩስ በቃ ገለ ኢለ ኣይደንጎይን ጸዊዖምና ሽዑ ኣብ ውሽጢ ወርሒ ዘይትኣክል ተለዓላ ገለ ኢሎም ናብዚ ዓዲ ምጽኦምና ናብ ዘለኹዎ ዓዲ ናብዚ ዓዲ ኣትየ ማለት እዩ ሕጂ ናብዚ ክመጽእ ከለኹ ኣብኡ እንታይ ይብሉና ነይሮም ኣብዚ ኤውሮጳ ምስ ከድኩም ቤተክርስትያን ርሑቕ እዩ ኣይትረኽቡን ኢኹም ኣገልግሎት ኣብዚ ከለኹም ክሰቡ ገለ ብሉና ነይሮም ንስኻ ኮሚቲ ሓስቦ ንኻ ኮም እታ ንሳ ግን ኣብ ርእሰይ ኣላ ኣነ በቃ ሕጂ ከይደስ ኣብ ኤውሮጳ እስኩ ዕጾ ማለት እኮ እዩ ቤተክርስትያን ርሑቕ ኢሎሞ ሕጂ በየን እየ ንኣምላኽ ክረኽቦ በቃ ናይ ብሓቂ ተጨኒቐ ካብ ኣምላኽ ከምዚ ሓቂ ዘረባ ዝሓሽ መቐረት ናይ ደኻሲ ጥዑም እዩ ንዓ ተፈለ ክብሉኻ ከለዉ ከቢድ እዩ መሪር እዩ እዚ ናይ ቤተክርስትያን ከኣ በቃ ንዓይ ከኣ ከምኡ ኮይኑ በቃ ተሰሚዑኒ ብጣዕሚ በቃ ካብ ቤተክርስትያን ተፈለይሲ ብጣዕሚ በቃ ከምዚ ከቢድ እንተኣሽሙ ኮይኑኒ መሸም ሽዑ እትዮም ዝነቕሉ ቤት ትምህርቲ መዛሙራን ድሕሪ ኣብኡ ጸኒሕኻ በቃ ብሰነ ስርዓት እታ ቤት ትምህርቲ ሰንበት እያ ባዕላ ተፋንወካ ሙሉእ ለይቲ እኻ ብዝማረን ምንታኣሽሙ ትሓድር ምስ ወግሐታ በኣ ከለኻ ካብ ኣየር ትስቀል ብሰነ ስርዓት ብዝማረ ምሉእ ለይቲ ሓዲርና ካይ ደቀስና ብኣ ኩልና ናብ ኣየር ተሰቂልና እግዚኣብሔር ክብሩ ኩኖ ተሰቂልና ናብ ኣየር መፂና ኣቲና ኣብ ዘለናዮ ዓዲ ማለት እዩ ኣብዚ ዓዲ እቱ ምስ በልና ከምወያ ዝበልዋ ገገዛኻ ገገዛኻ እሞ ከዓ ኩሉ ፀሎት ዝፈልጥ ፀሎት ዘይፈልጥ ሰብ ሕውሱስ ኣቢሎም ኩፍ ኣቢሎምና ኣርባዕተ ደቂ ኣንስትዮ ኣብ ሓደ ገዛ ኣርባዕተ ደቂ ኣንስትዮ ኣብ ሓደ ገዛ ገሮም ኮፈ የብሉና ሕጂ እንታይ ይብላ እተን ደቂ ኣንስትዮ ኩለን ማለት እዩ ንሕና ይብላ ሽዑ ኣቤት ብሓንሳብ መግብና እንተኣሽም ጌርና ብሓንሳብ ተኣሽም ንኹን ገለብላ ሕጂ ኣነ ሕጂ ምስ ሰብ ክራ ክሳማዕ ኣይክእልን እየ ምክንያቱ ምስአን ኣይበልዕን እየ ምስ ሰብሲ ኣነ ዝበልዖ መግብስ ኣይከይድን እዩ ምስኣታተን ሕጂ ኣነ ይብለን ዋይ ንዓይ ሳይተሓዛለይ በቃ ይቕሬታ ግበራለይ ምክንያቱ እንተኣሽቱ ኮንኩን እዚ ንስኺ ትበልዖ ስጋ ወዲ ስጋ ስለ ዘይበልዕ በቃ ምሳኽን ኣይሰማምዕን እየ ገለ ብለን ሕጂ ኣነ እንታይ ኮንኩ ዘይሰማምዕ ገለ ብላኒ እሞ ኣይንፋልጥና ኸ ኣይንፋልጥና ማለት ሲ ፋሕፋሕ ኣቢሎም ዘምፁና እዮም ካብ ካልእ ዝመፅኣ ገለ መለታት እየን ሕጂ እሞ ማሪሲ ኣነስ ኣይበልዕን እየ ስጋ ምጋ ስለ ዘይበልዕ ሲ ንዓኻት ክልስተ ኣሽሙ ኮነክን ሕጂ ብሓንሳብ መግቢ ናይ ወርሒ ውፅኢናየ ሲ እንታይ እሞ ኣነ ወላ ሓደ ምሳኽን ከብል ኣይክን እየ ብዓቕመይ ግን ኣነ ከምታ ዝኸዳ ከይድ እታ ፍሪጅና ብሓንሳብ ንህደለይ ፀገም የብሉን ትሕብረት ግን ናይ ዝኾነ ነገር ህይወትና ግን ፀገም የብሉን ብሓንሳብ ንኹን ገለ ብለን ቆልዑ መሸም ኣይተውሓጠለንን እዚ ሕራ ኢለን ተኣሽሙ ኮነ ሕጂ ሰለስቲአን ሽርካ ኮይኑ ራዮ እቲ ዲያብሎስ ኣብ ማእከል ገዛይ እንተ ኣሽሙ ክሰርሕ ማለት ሕጂ ኣነ ከዓ ኣብታ ርእሲ መደቀስ ዘይተይ ከዓ ልክዕ ተን ስእሊ ቅዱሳን ከዓ ኣብ መንደቅ ከዓ ተኣሽሙ ገይረ ከዓ ኣብኣይ ድቅስ ኣብኣይ ፅሊ ኣብኣ ከዓ ሰጢሐየን ኣብታ ገዛ ከዓ ገይረየን ከዓ ሕጂ እዚ ንሰን ቡን እየን ዝሰትያ ይስዕስዓ ኩሉ እቲ ናይ ዓለም ነገር ወልሓደ መሳኪን ኣይ ኣየብላን እየን ኣይ እቲ ጸሎት ኣይፈለጥኦን ከምቲ ኣነ ነበርኩ ሂወት እየን ዘለዋ ኣንጻር ኮይኑ ሽዑ ኣብቲ ገዛ ሂኮት ኮይኑ ሕጂ ጸሎት ክጽሊ ተለለኹ ትርብሽና ኣለኺ ይብላኒ እዚ ወዮ እውን ንሽዑ እውን ክፅሊ በቃ ክትሰግድ ከተብልስ ዝኾነ በቃ ምቹ ኣይኮነን። ኣብ በረኻ ይውዕል ይኸይድ ገዛ ገዲፈለ ኮንጉራ ኣይተባሃልናን ገዛኻ ካይትወሃብ ካይትወፅኻ ኮንጉራ ኣይተባሃልካ ናብኡ ኢኻ መኣስ ኮንጉራ ትበሃል ኢንተርቪ ገበርካን ኮፍ ኢኻ ኢልካ ዘለኻ መኣስ ይብሉኻ ወላ ሓደ የብልካን እዚ ኩሉ መሸም ብዝኾነ ምስዞም ቆልዑ ወርሕ ዘን ጸገም የብሉን እኮ እሞ ሽግር የብሉን በቃ ኣነ በረኻ ክኸደልክን እየ ገለ ኢለ በረኻ ውዕል ደሓር ይብሎም ነቶም ኣብኡ ዘለዉ ንሕናሲ ነቶም ናህናስ ከምዚ መጸለይ ደሊና ነቶም መስልዮምሲ ሂብኩሞ ንዓና ከዓ ምሲ መጸለይ ደሊና ኣብሎም ሕጂ መጸለይ ደሊኺ ገለ ብሉኒ እወ በቃ ክንደይ ኣለኹም ይብሉና ድሓር ነቶም ኣብኡ ዘለና ክርስትያን ብምሉኦም ይጸሊ ይጸሊ ሰብ ብብዝሒ ህዝቢ ምእንቲ ክትወሃብ ንኩሎም እቲና እዮም ኣብኡ ክንድዚ ኣመንቲ ክርስትና ኣለና ገሌና ሕጂ ብናይ ኩሎም ጸብጻብ ገዛ ይወሃበና ገዛ ተዋሂብና ካብቶም ናይ ክሳተ ብርሃን ማሕበር ሓደ ኣጋጣሚ ናብኡ በፂሑኒ ምሳይ እቲ ዝበልኩኻ በረኸት ዘይኮነስ ንዕኡ መኻይዱ ዝነበረ ሓዊ ከዓ ናብኡ ይበፅሐኒ ምሳይ ከይድና ኣነ ንሱን ሽዑ ነቲ ገዛ ኮሳቲርና ስእሊ ቅዱሳን ጌርና ብስነ ስርዓት በቃ ነቲ ገዛ ኣፀራሪና ገለመለ ክጽሊ ዝደለየ ሰብ ኣብዚ ተዋሂብና ኣለና ኩልና ክርስትያን ኣብዚ ብሓንሳብ ንጸሊ ምሸት ንግሆን ኣብዚ ጸሎት ንግበር ገለ ንብሎም ሕራይ ይብሉና ካብኦም ውሑዳት በቃ ውሑዳት መጽዮምና እምበር እቲ ሰብ ከምዚ ትፈልጦ ኣብ እንተ ኣሽሙ ስለ ዘይኮነ ተቋጻጺሩና ስለ ዝኾነ በቃ ኣይመጽእን ነይሩ ደሓር ይኸይድ ኣብኣ ይውዕል ለይቲ ከኣ እቲ ሰብ ጸልዩ ገዛ ምስ መጸ ከኣ ምኽንያቱ ንሰን ምሉእ ለይቲ እየን ቴሌፈን ክዕልላ ዝሓድራ እሞ እቲ ዝዕልሎ ዕላል በቃ እንታይ ሽሙ እዩ ከቢድ እዩ በቃ ገዲፈየን ሰዓት ሓደ ናይ ለይቲ ገዲፈየን ከይደ ኣብቲ ገዛ ይሓድር ኣብኡ ይሓድር ኣብቲ እንዳ ጸሎት ይሓድር ሂወተይ በቃ እንተ ቅስሙ ኮይኑ ሓቂ ዘረባ ዝሓሽ ግልብጥብጥ ኢሉኒ ብጣዕሚ ዲያብሎስ ተጻዊቱለይ ከምዚ ውግእ ኮይኑ በቃ ሕጂ ብለን ኣንቲ ንሕዋተይ እዚ እኮ ጌጋ እዩ ዝትገብሮ ዘለኽን በቃ ጌጋ እዩ ጽያፍ እዩ ንእግዚኣብሔር ኣምላኽ ብጣዕሚ እዩ ዝሕዝኖ ከምኡ ይትግበራ እንታይ ክገብሩልክን እዮም እዚኦንከ ንምንታይ ከምኡ ትብላ ገለገለ ብለን መን ፍለጥ ኢሉኪ ንባዕልኺ ደንዚዝኪ ሰብ ከተደንዝዚ በቃ ውግእ ኮዩ ሽዑ ኦይ ኣነስ ከንታይ ይፈልጠን ምክንያቱ ኣነስ ክድሕና ኢለ እምበር ታይ ከየሞ ይፈልጠን ሂወተን ኣይፈልጠንን እየ በቃ ስቅ ክበል ይሕሸኒ ምክንያቱ ኡ ከዓ እንተ ተካሲስካ ተተባኢስካስ ከቢድ እዩ በቃ ድሓን በላ ገለ ይብለን ገዲፈዮ እቲ ገዛ ገዲፈዮ ኣብቲ እንዳ ጸሎት ይሓድር ምስኣን እየ ግን በቃ ኣብኡ የለኹን ክበልዕ ይመጽእ ብወዳት መሊኣ ትጸንሓን እታ ገዛ ገዲፈያ ከይድ ሙሉእ መዓልቲ ቡን እዩ ክድጉደጎ ዝውዕል። ለይቲ ከኣ ምሉእ ለይቲ ከምዚ ለካ ከኣ ምስ መሓዙተን ምስ ኣዕርኹተን ከኣ ከዕልላ ይሓድራ ድቃስ የለን ኣብቲ ገዛ። በቃ ከምዚ ኮይኑ በቃ ገዲፈዮ ሽዑ ናብቲ እንዳ ጸሎተይ ከይደ ድቅስ እብሎ ነቲ ቆልዓ ማለት'ዩ ኣንታ መንደሞ እንዳ ሓወይ ከምዚ እምበር ኮይኑ ገለ እብሎ ዋእ እሞ እንታይ ደኣ ገበሩ ይብለኒ እንድዒ እብሎ በቃ ድሓን እግዚኣብሔር ኣምላኽ ሓደ መዓልቲ ክኣስረን እዩ ንስኻ ጥራይ በቃ ጸሎት ግበረለን እዩ ጸሎት ንግበረለን እግዚኣብሔር ሓደ መዓልቲ ናብ ልበን ክመልሰን እዩ ገለ ብለኒ እሺ ይብሎ በቃ ነዞም ቆልዑ ከምኣ እንዳ በልና መሸም ኢንተርብ ንገብር ምስ ኣታተን ኣብታ ገዛ ከለኩ ኢንተርብ ገርና እንተ ኣሽሙ ንኮን ሕጂ ካብኣተን ሓንቲ የለዓዕለለይ ከምዚ ምሻሎ ገለ ገለ ተባሂልናስ እንታይ ወሲድክኒ እንታይ ወሲድክኒ ኢላ ናይ ጓል ንስተይቲ ነገር እዩ ዋላ ሓደ ፍረ ይብሉን ትዘረባ ግን ገለገለ ትብለኒ እሞ ዋእ ኣንቲ ካይረኣክዋ እኮ እያ ኣብዚ ቻርጀር ካይረኣክዋ ሲ ኣብ ጸኒሓ ኣብዚ ትሕቲ ዓራት ጸኒሓ መን ገርዋ ትብለኒ ዋእ እንድዒ እንታይ እሞ ፈሊጠ ግን ኣብ ጸኒሓትኒ እሞ ይቅሬታ ይትሓዘለይ ገለ ኢለስ ኣንቲ ሰራቒት ሰሪቅያ ድኺ ገለ መለ ኢላ እዛ ቆልዓ ማለት እዩ በቃ ኣንታ ሽም ትኸውን ዋእ ኣንቲ ክሰርቀ እንተደልየ ድኣ ዘይሰርቆ እንዳሃብኩኺ ንምንታይ ከምኡ ትዛረቢ ሓደን ክልተን ሓደን ክልተን ምስኣ ኣልዕል ኣቢላ እዚ ድስቲ ድስቲ ፀብሒ ዝሰርሓሉ እኮ እዩ ብኡ ገይራ ሸንጒጓትለ ሰንቢደ ኣነ ሽዑ ሰንቢደ በቃ ከም ዝበለ የለን ሰንቢደ በስመ ኣብ ወልድ መንፈስ ቅዱስ ገለብላ መሸም ብዝኾነ ትፀርፈኒ ፀሪፋትኒ ገለመለታት ዓንቲ ቆልዓ ግደፍ ገለብላ ሽዑ በቃ ትመፅእ መፅያ ብጎረይ ክትሓንቀኒ ገለ ምስ ደለየ ሽዑ ምክልኻል ነብሲ ገይረ በቃ ጣሽሙ ኮይኑ ዕረቁ ዕረቁ ተባሂሉ ገለመለ እታ ቆልዓ እንታይ እዩ ስገገራ ናይ ጸላእነ ጸላእ ሰናይ ነገር ሓያል እዩ ወላ ሓንቲ እኮ ይተንኮፍኳን ከይዳ እዛ ናይ ማእኸል ፀጉሪ ርእሳሲ በርቂቋ ሰዲዳታስ ፀጉረይ ነፅኒፃ ሰዲዳት ለይላቶም ናብ ሸቃቕ እኮ እያት ሕጅስ ኣነ ጨጉራ እንተስሕቦ ሲ ምሽ ኣብ ኢደይ ክተርፍ ይግብኦ ግን በቃ ካብ ኢዳ በርቂቋ ማለት እዩ ሽዑ ኣጋጣሚ ሰኣ ነይረን ናብቲ ዝኸደቶ ገዛ እዚ ፀጉሪ መን በርቂቑዎ ገለ ምስ በልናየን ዋእ ንሕና ኣብዚኣ ንዓና ተበርቂቑ ተዝኾን ኣይምረኣናዮን ግን ንሕና ሸቓቕ ኣትያ ፀጉሪ ፀጉሪ ተለቂቐ ኢላ ካብ ሸቓቕ ሒዛታ ወፂኣታ ጨጉሪ ንሕና ንፈልጦ ጉዳይ የብልናን ኢለን ሽዑ እተን ምስኣ ነበራ ትኽ ኢላ ሒዛታ ናብታ ናይ ጸዓዱ ከይዳ ከሲሳትኒ ረዮ ህይወተይ እንታይ ኮን ኣሎ መሊሱ ይኣስሮ ኣሎ ዋላ ሕጂ ከይዳ ነቶም ጸዓዱ ሂባቶም ተጸዊዐ ከይደ ኣጋጣሚ ቱርጅማን ኤርትራዊ እዩ ነይሩ ብቃ ትዛረብ ትዛረብ ትዛረብ ትዛረብ ብዘይ ዕረፍቲ እያ ትዛረብ ገለ ደሓር ሽዑ እንታይ ኢሎማ ኦኬ ናትኪ ሰሚዕና ክንድና ኢሎማ ናታ ከኣ ክንሰምዓ ገለ ኢሎም ሕጂ ንዓይ ከኣ የብሉን እዩ ሕጂ ቂድሙ ኣነ ንዓ ቂድሙኡ ኢንተርቢ ጌረ ነረ ከምዚ ኩሉ ታሪክ ሂወተይ ኢንተርቢ ጌረዮ ስለ ዝነበርኩ ጥምት የብለኒ እቲ ትዛረቦ ዝነበረ እንስሳ ይጥምተኒ እሞ እቲ ኤርትራዊ እንታይ ይብላ እቲ ትዛረብዮ ዘለኺ ዘረባስ ብጣዕሚ ዘሕፍር ኢልዋ ኖ ግደፊ ወረቀይታ ከተባላሽውላ ኢኺ ንባዕልኺ ንስኻም ወረቀይት ክባላሽ እዩ ሕጂ ሕማቅ ዘረባ ኣይትዛረቢ በቃ ብካራ ገራ ክትሓርደኒ ደልያ ጨጉረይ ነጽኒጻትኒ ሕማቅ ነገራት ጥራይ እያ ትዛረብ። ካብኡ እዋ እንደገና እዚኣ ኣብ ዘይንቱ ኣሽሚኣ ነራ በቃ ዘድልን ዘይድልን መሸም ተዛሪባ ምስክነይቲ ምሕረት የውርደላ ማለት ፈትያ ኣይኮነትን ተዛሪባ በቃ እኔ መለስኩላን ሽዑ ንስኺ እንታይ ትብሊ ኢልኒ ወልሓድ ኢለ ኩሉ ሓቂ ዲና ኣይኮነን ኢለ እሞ ከደኣ በቃ እቲ ትገብሮ ግበሮ እምበር ኣነ ዋላ ሓደ ስይኮነን ኣለዋ እተን ዝነበራ ከዓ ይምተሓተታ ኣነ ግን ዋላ ሓደ ዘየዋዓልኩም በዓል እያ ከምዚ ከምዚ ገራ ዚኣ ክልተ ዘረባ ሰለስተ ዘረባ ተዛሪበ ኣነ ይዓፅዎ ሽዒ ኢልዋ ውሳነ ክንበክ ኢና ኪድ ኢልዋ ኪድ ኢለን ኣብታ እንዳ ፀሎተይ ቅዱስ ሚካኤል ንስኻ ኩሉ ነገር ትፈልጥ ኢኻ ሂወተይ ካብ ኤርትራ ኣትሒዝካ ካብ ዝውለድ ካብ ዝውለድ መድሃኒኣለምሲ ሓላዊ ኢሉ ሂብኒ እዩ ንስኻ ኣነ ይፈልጠካን እየ ባዕልኻ መጺኻ ከኣ ረዲእኻኒ ዶ እወ ጓለይ ኣድሒንካ ነፍሰይ ኣድሒንካ ክሳብ እዛ ዕለት እዚኣ ሓሊኻኒ ኢኻ ሕጂ ከኣ በቃ ነዚ ኩሉ ብሰናይ ጸላእ ሰናይ ዝመጸኒ ዘሎ ፈተነ ፊት ንፊት ባዕልካ ከድካ ተማጎተለ ኣነ ዓቕሚ የብለይን ኢለ ሰለስተ መዓልቲ ሱባኤ ኣት